ሰላም ሰላም ክቡራትን ፍትዋትን ናይ ቻናለይ ቤተሰብ ሃመይ ኢኹምለይ ደቂ ዓበይትዋይ ሃመይ ውዕልኹም ኩሉ ሰላም ኣነ ሰላም እየ ንስኻትኩም ድማ ሰላም ክትኾኑ እናተመነኹ ናይ ሎማዓንቲ ከምቲ ትርእይዎ ኣለኹም ስለ ቦታ እየ ሒዘልኩም መፅእ ኣለኹ ብዙሓት ሕዋተይ እውን ሓቲትኩም ነርኩም ብመሰንጀር ተይቃረየኝ ኣብዚ ሕዚ ሰዓት ልክንደይ ወርሒ ወይ ደሞ ልክንደይ መዓልቲ እዩ ተባሂሉ መዛጋጃ ቤት ተዓፅዩ ገዛ ክንገዝእ ወይ ደሞ ቦታ ክንገዝእ ኢልናሲ ብጣዕሚ ተጣራጢርና ወኪል ልበሃልሲ ኣብ ጥልመት ስለ ልበጽሕ ኣሎ እና ቦታ ምሻጥ ምልዋትቀ ቃርዩ ድዩ ዋላ ሃመ እዩ ሓበሬታ ተሃሊኪ የስኳል ሓፍተይ ኣንጽር ረቢልኺ ንገርና ዝበልኹምኒ ብዛ ልኻልኹዋ መጠን ክናገረኩም እየ ማለት እዩ ቅድሚ ኩሉ ልቻናለይ ሓድስ ዝኾንኹም ሼር ላይክ ሰብስክራይብ ምግባር ቤተሰብ ሁኑ ቤተሰበይ ዝኾንኹም ድማ ላይክ ሸር እናጎርኹም ክትኣትዩ ብትሕትና ይሓትት መዓልታዊ ስለ ቪድዮታት ንለቅቕ ንስኻትኩም እውን ምእስቲ ክመፀኩም እንድሕር ደኣ እንታይ ጌርኹም ኢኹም ላይክ እንድሕር ጌርኹም ወዲያው ክመፀኩም እዩ እዚ ቪድዮ ማለት እዩ ስለዚ ንክድላ ጉዳይና ከምቲ ትሪእዎ ኣለኹም ስለ ቦታ ኩሉ ግዜ ስለ ንለቅቕ ኣብዚ ሕዚ ሰዓት መንግስቲ ቦታይ ክፈልጥ እየ መዘጋጃ ቤት ሽንክርክር ኣቢልዎ እኒኦ ሰብ ግን ክገዝእ እንድሕር ደኣ ደልዩ ኮይኑ ኣብዚ ወኪል ዝበሃል ብዙሕ ነገር ስለ ለጋጥም ኣሎ ያው ካርና ዘኽኽ እዩ ኢሉ እኒኦ ሓምና ቃደም የኾነይ ቦታ ምሻጥ ሽወጥ ኣሎ እዩ ብቃድመ እውን ኢለኩም ነይረ እየ ቪድዮ ሰሪሐልኩም ቦታ ሽወጥሎ እዩ ቦታ ስቕ ኣይበለይ እንዲያም ብጣዕሚ እዩ ረኺሱኒዮ በተለይ በተለይ ኣብ ሰብዓ ካሪ ዘሎ ብጣዕሚ ረኺሱ እስካብ ክልተ ነጥቢ ሸሞንተ እስካብ ክልተ ነጥቢ ሸውዓተ በፂሑኒዮ ልጥራይ ቦታ ማለት እዩ ኮለናት እንድሕር ዳኣ ጠጠው ኢልዎ ኮይኑ እስካብ ሰለስተ እኒኦኩም ማለት እዩ እስካብ ኣርባዕተ እዩ እናተሸጠ ነይሩ እንግዲህ ሕዚ ኣብዚ ሕዚ ሰዓት ቦታ ሰብ ኣብ ዝኾነ ይኹን ስሙ ምዛር ላባዕሉ ስለልደለየ ብሓውካ ይኹን ብወለድኻ ይኹን ብሓፍትኻ ይኹን ድሕር ደኣ ጌርካዮ ኮይንካ ኣብዚ ሕዚ ሰዓት ብጣዕሚ ብጣዕሚ ጥልመት ስለለለሲ ሃመ ኢና ንገብር ኢልክን ለማኸረክና ነርክን ማለት እዩ እሱ ኣብ መዛጋጃ ቤት ተኻፊቱ እናሃለ ቅድም ኢልካለ ጥልመት ሕዚ እየተጀመረ ይሕዋተይ ጥልመት ልተጀመረ ካብ ዕፅዋን ክባን ላውዚ ኣድሒዙ ገለ ነገር ፈስወሉ ዓድና እና ካብ ኣሻዓይቱ እዩ ጥልመት ተጀመረ እምበይ ጥልመት ኣብዚ ሕዚ መዘጋጃ ቤት ተዓፅዩ እኒኦ ሰሙን እዩ ኣብ ሰሙን እዚ ይኾነ ጥልመት ተጀሚሩ ማለት እዩ ልዚ እዩ ኣንፅር ቢለ ብዝልካኣልኩዎ ነገር ከውግዐኩም እያ መዘጋጃ ቤት ልህንደይ መዓልቲ ወይ ደሞ ልህንደይ ወርሒ እዩ ትፈልጡ እዩ እንድሕር ደኣ ሃሊ ኮይንክ ንገርና ልበልኩም ነኝ ኣብ መዘጋጃ ቤት ምዕፃይ ሰለስተ ወርሒ እዩ ተባሂሉ እኒኦ ሰለስተ ወርሒ ሙሉእ ከዓ እንታይ እዩ ኢሉ መንግስቲ ኣብ ነባር ትሕዝቶ ይኹን ኣብ መትከል ይኹን ኣብ ናይ መናእሰይ ዕድሎት ይኹን ዝተዓደሉ ብመንግስቲ ይኹን ብመትከል ይኹን ተሓራሲ ስለለሎ ብዙሕ ቦታ እዩ ተወሪሩ በተለይ ካብ መቐለላው እዚ ወሰና ወሰኑ ብጣዕሚ ቦታታት ተወሪሩ ስለለሎ ቦታ ብቢ ቁሾትና ብቢ ጣውኡ ስለተወሪሩ እናሃለየ ቦታይ ክፈልጥ እዮ ቦታይ ክፍትሽ እየ እንድሕር ደኣ ተሓራስ ተባሂሉ ኮይኑ ላብ በዓል ከቕርዩ ማለት እዩ ምክንያቱ ኣብ ተሓራሲ ልግነሎ ጉድ ህንደይ ችግር እዩ ኣብ ተሓራሲ ኣግነና ኢሎም ህንደይ ገዛታት ዝሰርሑ ኣለዉ ኣሕዋተይ ካልኣይ ነገር ደሞ መሃንዲስ ለይኣተዩ ካርታ ለይኣተዩ ብስሩ ላብ ናይ ከተማ ለይኣተየ ገዛ ኣርባዕተ ገዛ ሓሙሽተ ገዛ ደርዲሮም ዝሰርሕሎ ሰባት ኣለዉ እዚ ተሓራሲ ማለት እዩ ዓመት ዓመት ብዙሕ እኽሊ ኣቲ ኣብ ተሓራሲ ስለ ዝሰርሑ ለለዉ መንግስቲ እውን ቦታ ክፈልጥ የድንዮ ልዙ እዩ ኣትን መትከል ለለክን ነባር ትሕዝቶ ለለክን ካልኣይ ነገር ደግሞ እንድሕር ተሓራስ ስለይኾነ ብዙሕ ኣይትጨናነቑ ኣሕዋተይ ምንም ለጨንቕ ነገር የውሊ እሱ ልበለ ኣብ ናይ ተሓራሲ ለሎ ቦታ እንተስ ብመትከል ድዮም ተኻፊሎም እንተስ ብካሊእ ካሊእ ድዮም ተዋሂቦም ቦታ ክእልሽ እየ ቦታ ኢላ በዓለይ ክምልስ እየ ምክንያቱ እቶ ዓድና ብጣዕሚ እዩ ተፃውዩ እኒኦ ልዚ እውን እዩ መዛጋጃ ቤት ሽንክር ኣቢልዎ እኒኦ ማለት እዩ ስለዚ ኣብ መትከል ለለክን ኣብ ነባር ትሕዝቶ ለለክን ኣብ ናይ ማሕበረ ኣብ ናይ ኣብዛኛው ለ እንታይ ኢልክን ተሓታኒ ኣብ ናይ ማሕበር ለሎ ዕዱለት ሲ ሃመ እዩ ብመንግስትስ ፍሉጥ እዩ እዎ ፍሉጥ እዩ ኣብ ናይ ማሕበር ተጎጅሎም ብሕጋው እዮም ዝቕበልዎ ምንም ችግር የብሉ ይሶ መንግስቲ ክወስዶ እዩ ምናምን ልበሃል የለይ እሱ ካርታ እኒኦ እዩ ንዓሉ ኣብ ናይ ማሕበር ልልክን ኣሕዋተይ ብዙሕ ልትፈርሓኒ እኽን ኣይትፍርሓ ግን ሃ እዛ እቅድ ወፀታ መንግስቲ ልበልያ ለሰለስተ ወርሑ ሙሉእ እዩ መዛጋጃ ቤት ተዓፅዩ እኒኦ ሕዚ እንድሕር ደኣ ቦታ ትገዝኡ ኮይንኹም ለ ጥልመት እኒኦ እዩ ሃምዚ ገርና ወኪል ምናምን ገለታት ኢልኩም ኣይትፍርሑ ጥዑይ ሰብ ክትገብሩ ኣለኩም እዚ ናይ ወኪል እንድሕር ደኣ ቦታ ትገዝኡ ኮይንኩም መጀመርያ ነገር እቲ ሰብ ተስተውዕልዎ እኒኦኩም ማለት ለኣኻትም ድዩ ለሓልየልኩም ወይስ ለኣኺ ድዩ ለሓልየልኺ እቲ ሰብ መጀመርያ ኣስተውዒልካ ወኪል ትገብር ቦታ እንድሕር ትገዝእ ኮይንካ ወኪልካ ጌርካ ሓንቲ ወረቀት ምስ በዓል ገዛ ሓንቲ ወረቀት ደሞ ምሳኻ ትጸንሕ ማለት እዩ ብድሕሪኡ መዛጋጃ ቤት እንድሕር ተኸፊቱ ኮይኑ ተዝሮ ስምካ ሃመይ ጌርካ ሃም ዓዳጊ ጌርካ ካብዚ ሓፍታ ካብዚ ሓፍትኻ ወይ ድሞ ካብ ወላዲኻሲ በዓልካ ትገዝኦ ኣለኻ ማለት እዩ ብድሕሪኡ ስምካ ላብ በዓልካ ትሕልፍ ሃመይ እዩ ሕዚ መጽእኒዮ ግን ተን ክልተ ወረቀት ክደሓዝ ኣለወን ሓደ ኣብ በዓል ገዛ ሓደ ደሞ ኣብ በዓል ገዛኣ ማለት እዩ ኣብ በዓል ገዛኣ ክልተ ወረቀት ክደሓዝ ኣለወን ኣብ በዓል ገዛና ኣብዚ ልገዝእ ኣሎ ሰብ ክልተ ወረቀት እንድሕር ተዳሒዘን ካብዚ ወኪል ልገበርካዮ ተመሊስካ በዓልካ ትገዝኦ እሞ ሃብ ምግዛእ ልኣክል ብድሕሪኡ ስምካ ትቕይር ላብ በዓልካ ማለት እዩ ኩሉ ነገር ፕሮሰስካ በዓልካ ትውድእ ስለዚ ኣብ ትግራይ ሕዚ ሰዓት ሃምኡ እዩ እኒኦ ኣሕዋተይ ኣብ መትከል ክነስርሕ ደሊና ሲ ብጣዕሚ ፈሪሕና ስኳል ሓፍተይ መዘጋጃ ቤት ተዓፅዩ ታየ ሓድሽ ነገር ሃምዚ እኒኦ ስለ ቦታ በቃ ዕድመ ልክዕ ካብ ስደት ሰፊርካ እማ ሓደ ነገር ሃምዚ ትበሃለካ ልያ በተለይ በተለይ ኣብ ስደት ዘለና ብጣዕሚ ኢና ንፈርሕ ኣሕዋተይ ማለት እዩ ስለዚ ኣይትፍርሓ ኣብ ተሓራሲ እዩ ተባሂልኒ እምበይ ኣብ ካሊእ ምናምን ኣይተባህለይ ኣብ ተሓራሲ ለሎ ቦታ ግን ከዓንተው ኢለ ሐዚ ለይኮነ ተዓንተው እዩ ብስሩ እንፈልጦ ማለት እዩ ካብ ናይ ተሓራሲ ብስሩ ነውሩ እዩ ኣይሽወጥ መንግስቲ ኣይፎትየ መንግስቲ ኣይፈቀደይ ካብ ተሓራሲ እኽሊ ደኣ ዓመት ዓመት ይኣትንበ ኣብ ተሓራሲ ለሎ ቦታ ልውረርሎ መዓልቲ ነዊሕ እምበይ መንግስቲ ላብ ባዕሉ ኢሉ ምልሶ ስለዚ ሃምኡ ውን ንሰሚዕ ኢና ማለት እዩ ሐዚ ውን ንሱ ውን ሃምኡ ኢሉ እልና ኣብ ናይ ተሓራሲ መን ሃው ኢሉኩም መን ሸንሽኑ ኢሉኩም መን ኸ ልነባር ልሕዝቶ ሃው ኢሉኩም መን ኸ ልመትከል ዓድሉ ኢሉኩም ስለዚ ቦታ ይከእልሽ እዮ ኢልንዮ ዝሮ ዝሮ ዘን ሰለስተ ወርሒ እዚ ታይ ሃም ልመፀ እቅድ ካልኣይ ነገር ዶ ሓድሽ ነገር ታይ ሃም ለሎ ብደንቢ ገይረ ባዕለይ ሓበሬታ ከምፀልኹም እየ ቦታ ክንገዝእ ደሊና ኣብ መትከል ኣብ ልኾነ ይኹን ሲ ፈሪሕና ስለልኾና ኢና ልበልክን ኣሕዋተይ ኣይትፍርሓ በተለይ በተለይ ቅርሺ ለለኩም ጥዑይ ሰብ ወኪል ገይርኩም ሕዚ ቦታ ምግዛእ ይለዋፀኩም ብጣዕሚ እዩ ረኪስኒኦ እዛ መዘጋጃ ቤት በተለይ ብልተዓፀየት በቃ እቲ ሓደ ሓደ ሰብሲ ይፈርሕ ብወለደይ ትገብርክዎ ከ ሃምዚ በቃ በተለይ እዚ ማሕበራዊ ሚድያ ብዙሕ ነገር እዩ ለምህረካ ኣብኡታት ስለ ህንደይ ነገር ልረኦ ኣሎ ብሓፍተይ ተገብርክዎ ስራኣያ ጠሊምኒ ሓፍተይ ጠሊማትኒ ወለደይ ጠሊምኒ ብዙሕ ነገር ኣሎ ኣብዚ ሕዚ ሰዓት በተለይ በተለይ ኣውዚ ምድያታት ብዙሕ ነገር ኢና ንመሃር ኣለና እንግዲህ ሰብ ካብ ሰብ የበለጸ እዩ ሓደ ሰብ ወድ ትሽዓንተ ወርሒ ሓደ ሰብ ወድ ትሽዓንተ ወርሒ እዩ ኩሉ ቅናስ ቅናስ የብሉ ስለዚ ካብ ሰብ ኢኻ ትመሃር ንምባል ደልየ እዩ ኣሕዋተይ ካብ ሰብ ለይተማሃርካ ከዓ ካብ መን ትመሃር ስለዚ ከምዚ ዓይነት ስለ ዝረአ ኣሎ ብዙሕ ሰብ ይፈርሕ ኣሎ ንስኻትኩም ከዓ እሙን ሰብ ተሃልዩኩም ኣብዚ ሕዚ ሰዓት እንድሕር ዳ ቅርሺ ሃልዩኩም ኮይኑ ምግዛእ እያ ተዋፀኩም በተለይ ኣብ ሰብዓ ካርሎ ኣሎ ኣብቲ ናይ መጀመርያ ኢለኩም እየ ብጣዕሚ እዩ ርኹስ ስለዚ ቃዕሚ ዘለኩም እውን ኣብ መትከል በተለይ ኣብ መትከል ገጠራ ገጠር ኮይኑሲ ኣብ መትከል ኸዚ መትከል ዓጽሚ ኣዳም ልበጽሐ እስካብ 18 ዓመት እስካብ 20 ዓመት ልበጽሐ ብዓድና መንግስቲ እዩ ባዕሉ ልህቦ መትከል በቃ መንወርያኻሲ ዓሰርተ ብዓሰርተ ድያ ዒስራ ብዒስራሲ ንሃበ መጽኡ እዩ ኸዚ ኣብ መትከል መንግስቲ ልበሃል የለ መንግስቲ ብመንግስቲ ፍቑድ ስለልኾነ መንግስቲ ደኾን ክወስደኒ ምናምን ልበሃል የለ ድሕር ግዜ ማለት እዩ በቃ ብናይ መትከልሲ ዓሰርተ ብዓሰርተ ትኾን ክልተ ሚእት ካሪ ማለት እዩ ዒስራ ብዒስራ ትኹን ኣርባዕተ ሚእቲ ካሬ በዓል መንግስቲ እዩ ልበካ ነይሩ። ስለዚ ካብኡ እውን ክትገዝኡ ትኽእሉ ኢኹም ኣሕዋተይ። ካብ ቅርሺ ኣርባዕተ ሚእቲ ሽሕ፣ ሓሙሽተ ሚእቲ ሽሕ፣ ሽዱሽተ ሚእቲ ሽሕ ካብ ባንኪ ክተቕምጣ በተለይ ኣብ ስደት ዘለኽን እሱ ምግዛእ ይሕሸክን። ባዕሉ ቅርሺ እዩ። ተመሊስካ ትሸጦ ትኽእል ኢኻ። ኣብ ዓድኻ ኣቲኻ እንድሕር ኣጸጊምካ ኮይኑ ተርባዕተ ካሊእ እሞ ደሓን ኣይሸወጥ ችግር የውልይ። ዓይኒ ዋና በዓል ይሽወጠልኩም እዩ ማለት እዩ እና ብዙሓት ኣሕዋተይ ስለ ትፈርሓ ለለኽን ይኽን ብመሰንጀር ብዙሓት ደዊልኽን ኣለ ይኽን ያው ሓደ ጥቕልል ኣቢልካ ቪድዮ ምስራሕ ሓሸኒ ኢለ እየ ናይ ሎማዓንቲ ኣብዚኣ ክፍለየኩም እየ ብካሊእ ውዴ እስካዕ ካል መፅእ ስሰናይ ደቂ ዓበይቲ ዋየ ሓድሽ ነገር እንድሕር ሃልዩ ኮይንለ ሒዘልኩም ክመፅእ እየ ባይ ባይ